ጸጋን ሰላምን ናይ ጎይታ ናይ ኢየሱስ ክርስቶስ ምስ መንፈስኩም ይኹን ተኸታተልቲ ናይ ጸጋ ዘመን መጉቦት ኣጎልጉሎት ምሳኹም ዘለኹ ከምቲ ልሙድ ሓውኹም ድያቆን ዮናስ እየ ከም ፋሪግር ኣምላኽ ድማ ሎማዓንቲ ናባኹም ሒዘዮ ድመጻኹ ሓሳብ ሰይጣን ወይ ውን ድያብሎስ ኣብ ኣመንቲ ይሓድር ድዩ ኣብ ኣመንቲ ይሰፍር ድዩ ዝብል ሓሳብ እየ ሒዘ መጺ ዘለኹ ነዚ ቪድዮ ክሳዕ መወዳእታ ክትከታተሉ ላይክ ብምግባር ድማ ክትጅምሩ ብትሕትና ይምሕጸን። ሪኢኹም ኣለኹም መጽሓፍ ከ እንታይ ይብል ዝብል ዓብ መለኮታዊ ሓሳብ እዩ። መብዛሕትኡ ወዲ ሰብ ካብ ዝሪኦ ስለ ዝብገስ ብዝረኣዮን ብዝሰምዖን ንነገራት ክፈርድ ስለ ዝደሊ ኣብ ዘለናዮ ዘመን ናይ መጽሓፍ ቅዱስ ኣጽናዕቲ ዝኾኑ ወይ ድማ ተኸተልቲ ክርስቶስ ዝኾኑ ብጎይታ ብኢየሱስ ክርስቶስ ዝኣመኑ እሞ ብመንፈስ ቅዱስ ድማ ዝተሓተሙ ሰባት ሰይጣን ኣብ ኣመንቲ ኣብ ተኸተልቲ ክርስቶስ ይሰፍር እዩ ይሓድር እዩ ዝብሉ ሰባት ኣጋጢሞምና ኣለዉ ኣለዉ ድማ ንዓኻ እውን ኣጋጢሙካ ኣሎ ፍሉጥ እዩ ንዓኻ እውን ሓፍተይ ሪኦም ኣለኹም እቲ ፕራዮሪቲ ዝበሃል እቲ ቅደም ተኸተል ብዝግባእ ክንሕዛ ኣለና ካብ መፅሓፍ ቅዱስ ደኣልና ናብ ናይ ደቂ ሰባት ነገራት ክንከይ ዘለና እምበር ካብ ናይ ደቂ ሰባት ደቂ ሰባት ብዝገበርዎ ወይ ድማ ኣብ ደቂ ሰባት ብዝረኣናዮን ብዝሰማዕናዮን ደምዳሜ ናብ ድምዳሜ ክንበፅሕ ኣይግበኣናን እዩ። ስለዚ ብልምምድ ዝግበሩ ነገራት ገዲፍና ናብ ናይ መጽሓፍ ቅዱስ ፋክት ክንመጽእ ኣለና። ሰይጣን ንምዃኑ ኣብ ዝኣመነ ሰብ ስፍራ ኣለዎ ድዩ? ሰይጣን ንምዃኑ ኣባይ ኣብ ዮናስ ኣነ ብጎይታ ኣሚነ ንጎይታ ንኢየሱስ ክርስቶስ ናይ ግለይ መድሓኒ ገይረዮ እግዚኣብሔር ድማ ብመንፈስ ቅዱስ ሓቲሙ ናብ ናይ ክርስቶስ ኣካል ኣጋጢሙኒ ስለዚ ኣባይ ሰይጣን ክሓድር ብቅዓት ኮነ ክእለት ኣለዎ ድዩ ኣማኒ እንተደኣ ኾንካ ኣባኻ እውን ከምኡ ኣለዎ ድዩ? ሪኢኹም ኣለኹም ሓደ ሰብ ዝኣመነ ብጎይታ ብኢየሱስ ክርስቶስ እንታይ ከም ዝኾነ ክፈልጥን ክርዳእን ኣለዎ ስለዚ እዚ ሕቶ እዚ በዚ ሕቶ እዚ ክመልሶ ሰይጣን ኣብ ኣማኒ ክሓድር ይኽእል ድዩ ክትብል ከለኻ ሰይጣን ኣብ ጳውሎስ ክሓድር ይኽእል ድዩ ኢኻ ትብል ኣለኻ። ሰይጣን ኣብ ጢሞቴዎስ ክሓድር ይኽእል ድዩ? ሰይጣን ኣብ ኣፍሮዲጡ ክሓድር ይኽእል ድዩ ኢና ንብል ዘለና። ሰይጣን ኣብቶም ብመንፈስ ቅዱስ ዝተሓትሙ ክሓድር ይኽእል ድዩ? ቦታ ክሕዝ ይኽእል ድዩ? ኩሉ ግዜ ደጋጊምና እንነግረኩም ቃል ናይዚ ናይ ጸጋ ወንጌል ድማ ኣንኳር ወይ ድማ ሰንተር ዝኾነት ጥቕሲ ኣላ ንስኻትኩም ግና ነቲ ናይ መድሓንኩም ወንጌል ዝኾነ ቃል ሓቂ ምስ ሰማዕኩም ብእኡ ድማ ምስ ኣመንኩም በቲ ዘተስፎ መንፈስ ቅዱስ ሓቲሙ ናቱ ገበረኩም እዛ ቃል እዚኣ ከተጽንዕዋ ብጎይታ ብኢየሱስ ክርስቶስ እምሕጸነኩም ኣለኹ ሓቲሙና እዩ። ስለዚ ኣብዞም ዝተሓትሙ ሰባት ዲያብሎስ ክኣቱ ይኽእል ድዩ ዝብል እዩ። ስለዚ ሕጂ ካብቲ ሰባት ዝገብርዎ ንውፃእ ካብቶም ዋ ወ ክወፁ ርኢና ኢና ሓጭጮም ክወፁ ርኢና ኢና ፓስተር እገለ ከውፅር ኢና እኮ ሃዋርያ እገለ ክወፅር ኢና እኮ ካብ እገለ እኮ ሰይጣን እንዳጨርሐ እንዳበኸየ እንዳልቀሰ ክወጽእ ሪኢና እኮ ዝብል ካብኡ ውጻእ ንሱ ዓዲ ይእትወካን እዩ ካብኡ ውጻእ ናብዚ ግን ተመለስ ናብዚ ተመለስ ኣብ ናይ ጳውሎስ ኣገልግሎት ጳውሎስ እኮ ኣጋንንቲ የሳድድን የውፅእን ነይሩ እዩ ግን ካብ መን እዩ ካብ መን ኣብ ናይ ጳውሎስ ኣገልግሎት ወይ ድማ ኣብ ናይ ጳውሎስ መልእኽታት ካብ ኣማኒ ድያብሎስ ክወጽእ ርኢኻ ዲኻ? ካብ ዝኣመነ ሰብ ካብቲ ንስኻትኩም ግና ብስም ኢየሱስ ክርስቶስን ብመንፈስ ቅዱስን ተቀዲስኩምን ተሓጺብኩምን ጸዲቅኩምን ዝተባህለ ሰብ ካብቲ ብመንፈስ ቅዱስ ዝተሓጸበን ዝተቀደሰን ዝጸደቀን ሰብ ኣብ ናይ ጳውሎስ መልእኽታት ኣንቢብና ዲና? ስለዚ ነዚ ኣለኩም ዘለና ዘመንካ ፍለ ወንጌልካ ዝተቐበልካይ እውን ፈሊኻ ፍለጥ ኣይናይ ወንጌል ኢኻ ሰሚዕካ ጸዲቕካ ኣይናይ ቃል ኢኻ ሰሚዕካ ጸዲቕካ ርኢኹማ ኣብ መጽሓፍ ከነጽንዕ ከለና ሓሙሽተ ዓይነት ቃል ኣለዉ። ናይ ሕልና ቃል፣ ናይ ተስፋ ቃል፣ ናይ ሕጊ ቃል፣ ናይ መንግስቲ ቃል፣ ናይ ጸጋ ቃል ዝበሃሉ። ስለዚ ንስኻ ካብዞም ሓሙሽተ ቃላት ኣየናይ ቃል ኢኻ ሰሚዕካ ጸዲቕካ ብሩኽ ሓወይ? ንስኻ ሰሚዕካ ዝጸደቅካሉ ቃል ናይ ጸጋ ቃል እዩ ዝበሃል። እዚ ድማ እዚ ድማ ኢየሱስ ክርስቶስ ንኃጢኣተይ ሞይቱ ንጽድቀይ ድማ ተንሲኡ ኢልካ ዝኣመንካሉ ቃል እዩ። ስለዚ በዚ ናይ ጸጋ ቃል ዝኣመነ ሰብ ኣጋንንቲ ሰይጣን ኣብኡ ክሓድር ይኽእል ድዩ? በፍጹም። መጽሓፍ እንታይ ከም ዝብል ከበስረካ ጎይታ ኢየሱስ ክርስቶስ ንጳውሎስ እንታይ ኢሉ ከም ዝለኣኾ ተመልከት። ተመልከት ጎይታ ኢየሱስ ክርስቶስ ንቅዱስ ጳውሎስ ክልእኾ ከሎ ግብረ ሃዋርያት ምዕራፍ 26 ካብ ፍረ 18 ንዓይ ብምእማን ሕድገት ሓጢኣት ክረኽቡ ምስቶም ብእምነት ዝተቐደሱ ርስቲ ክቕበሉ ካብ ስልጣን ሰይጣን ናብ ኣምላኽ፣ ካብ ጸልማት ናብ ብርሃን ክምለሱ ኣዒንቶም ክትከፍተሎም እልእኸካ ኣለኹ። Praise God! ርኢኻ ዶ? ካብ ስልጣን ሰይጣን ናብ ኣምላኽ፣ ካብ ጸልማት ናብ ብርሃን ክምለሱ፣ ኣዒንቶም ክትልእኸሉ ክትከፍተሎም እልእኸካ ኣሎኹ። ስለዚ ሓደ ብኢየሱስ ክርስቶስ ዝኣመነ ሰብ ካብ ስልጣን ሰይጣን ወጺኡ ናብ ኣምላኽ ኣብ ቆላሲስ ምዕራፍ ሓደ ኣብ ፈር ዓሰርተ ሰለስተ እኮ ንሱ ካብ መንግስቲ ስልጣን ካብ ስልጣን ሰይጣን ኣውጺኡ ናብ መንግስቱ ፍቁር ወዱ ኣእተወና ኣብኡ ሕድገት ማለት ስርየት ሓጢኣት ኣለና ኢለና ኣሎ ጳውሎስ ሓቀይ ንሱ ካብ መንግስቲ ሰይጣን ካብ ስልጣን ሰይጣን ኣውጺኡ ናብ መንግስቱ ፍቁር ወዱ ኣኣተወና። ካብ መንግስቲ ስልጣን ካብ ስልጣን ሰይጣን ወጺና ናብ መንግስቱ ፍቁር ወዱ ኢና ኣቲና። መኣስ ምስ ኣመና። ቅድሚኡ ከ እንታይ ነርና? መጽሓፍ ከምዚ ይብል ኤፌሶን ምዕራፍ 2 ክፍዳ ሓደ ንስኻትኩም ብበደልኩምን ብሓጢኣትኩምን ምዉታት ነበርኩም ብፍቓድ እዛ ዓለም እዚኣ ኸኣ ትምርሑ ነበርኩም። ነቲ ሕጂ ነቶም ንእግዚኣብሄር ዘይእዘዙ ዚመልኽ ርኹስ መንፈስ ሓለቃ ገዛእቲ ኣየር ትእዘዙ ነበርኩም። ኣስተውዕል! ነቲ ሕጂ ነቶም ንእግዚኣብሄር ዘይእዘዙ ሰባት ዚመልኽ ርኹስ መንፈስ ሓለቃ ገዛእቲ ኣየር ትእዘዙ ነበርኩም። ነገሩ ግን ሕጂኸ ብበደልኩምን ብሓጢኣትኩምን ምዉታት እኳ እንተኾንኩም ምስ ክርስቶስ ግን ህያዋን ገበረኩም ብጸጋ እኹም ዝደሓንኩም ምስ ክርስቶስ ኣተንስኣና ብክርስቶስ ገይሩ ድማ ኣብ ሰማይ ምስ ክርስቶስ ኣቐመጠና ይብል መጽሓፍ ስለዚ ኣስተውዕል ሓደ ሰብ ብጎይታ ብኢየሱስ ክርስቶስ ምስ ኣመነ ካብ ስልጣን ሰይጣን ናጻ እዩ ዝኸውን ካብ ናይ ዲያብሎስ ስልጣን ናፃ እዩ ዝኾን ናብ ናይ መንግስቱ ፍቁር ወዱ እዩ ዝኣቱ ስለዚ ናይ መስቀል ስራሕ ኮንቱ ኣይንግበሮ ናይ መስቀል ስራሕ ብዜሮ ኣይንራብሓዮ ሰይጣን ናብ ሓደ ኣማኒ ክኣቱ እዩ። ሰይጣን ኣብ ሓደ ኣማኒ ክሰፍር ይኽእል እዩ እንተ ደኣ ኢልና እስኪ እንዳሓተትና ንኸይድ። ከመይ ክኸውን ማለት እዩ? ከመይ ክኸውን? እዚ ኣማኒ እዚ እኮ መጽሓፍ ቅዱስ እንታይ ኢሉካ? ይተኣምርኑ ከመ ታቦቱ ለእግዚኣብሔር ኣንትሙ ወመንፈስ ቅዱስ ህዱር ላዕሌክሙ፣ ንስኻትኩም ቤት መቕደስ ኣምላኽ ከም ዝዀንኩም፣ መንፈስ ቅዱስ ድማ ኣባኹም ሓዲሩ ከም ዘሎዶ ኣይትፈልጡን ኢኹም። ቀዳማይ ቆሮንቶስ ምዕራፍ ሰለስተ ፍረ ዓሰርተ ሽዱሽተ እሞ ኣስተውዕል እሞ እንተ ሓወየ ኣንታ ብሩኽ ሓወይ ስምዓኒ እሞ እወ ሰይጣን ኣብ ሓደ ኣማኒ ክሓድር ይኽእል'ዩ እንተልካንስ፣ እዚ ኣማኒ እዚ ግን እኮ ናይ እግዚኣብሄር ቤት መቕደስ ኮይኑ እዩ። ናይ መንፈስ ቅዱስ መሕደሪ ኮይኑ እዩ። እንደገና ቀዳማይ ቆሮንቶስ ምዕራፍ 6 ካብ 19 ንስኻትኩም ናይቲ ካብ ኣምላኽ ዝተቐበልኩሞ መንፈስ ቅዱስ ኣባኹም ዘሎ መሕደሪ ከም ዝኾንኩም ደኣ ኣይትፈልጡን ኢኹም። ኣባና እኮ ዘሎ እቲ መንፈስ ቅዱስ ስለዚ እግዚኣብሄር ኣባኻ ኣሎ ቤት መቕደስ እግዚኣብሄር ኢኻ መንፈስ ቅዱስ ኣባኻ ኣሎ መሕደሪ መንፈስ ቅዱስ ኢኻ እንደገና ኢየሱስ ክርስቶስ እውን ኣባና እዩ ዘሎ ኢየሱስ ክርስቶስ ድማ ኣባና ኣሎ ነቲ ኣባ ኣቦ ኢሉ ዝፅውዑ መንፈስ ወዱ ናብ ልብኹም ለኣኹ ጎይታስ መንፈስ እዩ ኣብቲ መንፈስ ጎይታ ዘለዎ ኣብኡ ሓርነት ኣሎ ይብል መፅሓፍ ስለዚህ ኢየሱስ ክርስቶስ አባይ አሎ፣ መንፈስ ቅዱስ አባይ አሎ፣ እግዚአብሔር አባይ አሎ። ዲያብሎስ አባይ ክነብር ከመይ ማለት እዩ? የተረደትም እዚያ አበይናይ ቦታ ቤን ቦታ መጽሐፍ ቅዱስ እንታይ ድዩ ዝብል ዮሐንስ ወንጌል ምዕራፍ ሓደ ካብ ፍቕዲ ኣርባዕተ ህይወት ኣብኡ ነበረት እታ ህይወት ድማ ብርሃን ሰብ ነበረት። ብርሃን እውን ኣብ ጸልማት የብርህ፣ ጸልማት ከኣ ኣይሰዓሮን። ህይወት ኣብኡ ነበረት፣ እታ ህይወት ከኣ ብርሃን ሰብ ነበረት። ብርሃን እውን ኣብ ጸልማት የብርህ፣ ጸልማት ከኣ ኣይሰዓሮን። ብርሃን ዝተባህለ ክርስቶስ እዩ፣ ጸልማት ዝተባህለ ድማ ሳጥናኤል ዲያብሎስ እዩ። ስለዚ ክርስቶስን ዲያብሎስን ነዚ መንነት እዚ ነዚ ኣካል እዚ ከመይ ጌሮም ክሓድሩ ማለት እካ ሰይጣን ኣብ ኣማኒ ክሰፍር ይኽእል እዩ ሰይጣን ኣብ ኣማኒ ክሓድር ይኽእል እዩ ንብል ወይ ከ ጳውሎስ ኣብ ኣገልግሎቱ ኣበይናይ ቦታ ኢኹም ገይሩ ኣብ መልእኽታቱ ኣበይናይ ቦታ ኢኹም ኢሉ ጽሒፉልና ስለዚ ንሕና ክንጥንቀቐሉ ዘለና እንሪኦን እንሰምዖን ኣይኮናን ከነስተውዕሎ ዘለና ኣብ እንሪኦን ኣብ እንሰምዖን ኣይኮናን ከነድህብ ዘለና መጽሓፍ ቅዱስከ እንታይ ይብል ንስኻ ብመንፈስ ቅዱስ ዝተሓተምካ ኢኻ ዕርቡን መንፈስ ቅዱስ ድማ ዝተኸፈለን ንውዳሴ ክብሩ ምእንቲ ክንከውን እቲ መንፈስ ቅዱስ ዕርቡን ርስትና ኢለ እቶም ጥሪት ኣምላኽ ዝኾንና ንውዳሴ ክብሩ ምእንቲ ክንከውን መንፈስ ቅዱስ ዕርቡን ርስትና እዩ ስለዚ ዕርቡን ዝተኸፈለልካ ኢኻ ኣባኻም ሰይጣን ክሓድር ኣይክእልን እዩ ኣባኻ ሰይጣን ክሰፍር ኣይክእልን እዩ ስለዚ እቶም መማህራንኩም ኢልኩም ተስተምህሩ ልቢ ኣመንቲ ኣይትረብሹ እቶም ኣብ ኣማኒ ሰይጣን ክሓድር ይኽእል ኢልኩም ትሓስቡ ድማ ንመንነትኩም ንህይወትኩም ኣይትኾንኑ ንስኻ ውፃእ ሓራ ኢኻ ስለዚ ናይ መስቀል ስራሕ ዘክር ናይ መስቀል ስራሕ ትዝ ይበልካ ኢየሱስ ክርስቶስ ኣብ መስቀል ዝውዓለ እንታይ ንክገብር እዩ ኢየሱስ ክርስቶስ ኣባኻ እኮ ዘሎ መለኮት ብምልኣት ኣብ ክርስቶስ ሓዲር ኣሎ እቲ ርእሰ ህልቅነትን ሰልጣናትን ዝኾነ ክርስቶስ ድማ ኣባና ኣሎ ኢሉ ጳውሎስ ሓቀ ኣብ ቆላሲስ ምዕራፍ ክልተ ካብ ፍርዲ ሸዓተ ክሳብ ዓሰርተ ክርስቶስ እቲ ርእሰ ህልቅነትን ስልጣናትን ዝኾነ ክርስቶስ ኣባና እዩ ዘሎ ኣባኻ ኣሎ ስለዚ በቲ ብክርስቶስ ገይሩ ናብ ካሉላ ዓወት ዝመርሓና ኣምላኽ ስብሃት ይኹኖ እንዳበልና ንኣምላኽና እንዳመስገና ነጋንንቲ ድማ እናነዓቕና ሕጂ ንስኻ ደይኮንካ ብኣጋንንቲ ክትፈርሕ ዘለካ ንስኻ ኢኻ ብኣጋንንቲ ክትፍራሕ ዘለካ ብሩኽ ሓወይ ምክንያቱ እቲ ናይ ሲኦል መፍትሕ ዝሓዘ ናይ ሞትን ናይ ሲኦልን መፍትሕ ዝሓዘ ኢየሱስ ክርስቶስ ኣባኻ እዩ ዘሎ ንስኻ ናይ እግዚኣብሔር መሕደሪ ኾንካ ኢኻ ሕጂ ብደም ተዓዲግካ ኢኻ ሕጂ ናትካ ኣይኮንካን እኮ ናትካ ኣይኮንካን ንስኻ ናይ እግዚኣብሔር ኮንካ ኢኻ ብዋጋ ኢኹም ተዓዲግኩም ስለዚ ናትኩም ኣይኮንኩምን እሞኸ ንኣምላኽ ብስጋኹም ኣገልግልዎ ተገዝኡ ኢልና ናትካ ኣይኮንካን ስለዚ ነዚ ኣካል እዚ ነዚ መንነት እዚ ዝከናኾነ ኣሎ ማለት እዩ ስለዚ ብጎይታ ብኢየሱስ ክርስቶስ ስም ንልምነኩም ኣለና እቶም ኣብ ኩነኔ ዘለኹም ናጻ ይኹን የግዳ ዲያብሎስ ኣባኻ ኣይሓድርን ተበልኩ ግን ብኣስኻን ቅልስካን ግን ምስ ዲያብሎስ ምዃኑ ኣይትረስዕ ስለዚ ድያብሎስ ብምንታይ እዩ ዝቃለሰካ? ምስ ድያብሎስ ምስ ብምንታይ ኢኻ ትበኣስ? መንፈሳዊ ውግእ ኣለካ። መንፈሳዊ ውግእ ኣለካ። እዚ ድማ ብሓሳብ እዩ። ስለዚ ኣስተውዕል ብሩኸይ። እምነትን ፍልጠትን ሕዝ። ክዛረቡ ከለዉ እምነት ብዘይ ፍልጠት የዋህነት እዩ ኢሎም ኣለዉ እምነት ብዘይ ፍልጠት የዋህነት እዩ ማለት ኩሉ ሰብ ድላይ ዝገብሮ ኣነ ኣማኒ እየ ፍልጠት እንተ ደኣ ዘይብለይ ግን የዋህ እየ የዋህ ብእሲ ኩሎ ዘነገርዎ ይኣምን የዋህ ሰብ ድማ ኩሉ ዝተነግሮ እዩ ዝኣምን ኢልና ኣሎ መጽሓፈ ምሳሌ ሓቀይ ኩሉ ሰብ ዝነገሮ ዋይ ዋሓቅኻ ዋይ ዋሓቅኻ እናበለ ንኹሉ እዩ ዝኣምን ስለዚ እምነት ብዘይ ፍልጠት የዋህነት እዩ ዝመጸ ውሕጅ ክወስደካ እዩ ዝመጸ ንፋስ ከገላብጠካ እዩ ስለዚ ንእምነትካ ፍልጠት ወስኸሉ ፍልጠት ብዘይ እምነት ድማ ፍልስፍና እዩ ኣብ ዘብጽሓካ የብሉን ነዚ ጳውሎስ ኣእምሮ ያስተዕብድ ወተፋቅሮ ይሃንጽ ዝበለ ቀዳማይ ቆሮንጦስ ምዕራፍ 8 ፍቅዲ ሓደ ፍልጠት ዕቡ ይገብር ፍቕሪ ግን ይሃንጽ ዝበለ ስለዚ ርኢኹም ንእምነትካ ፍልጠት ወስኸሉ ብሩኽ ሓወይ ፍልጠት ወስኸሉ ንቃሕ እምበር ብማንም ናይ ማንም መጻወቲ ንኸይትኸውን ንእምነትካ ፍልጠት ወስኸሉ ብሩኸይ ሪኻ ኣለኻ ዮሃንስ ወንጌል ምዕራፍ 6 ሲ ጎይታ ኢየሱስ ክርስቶስ ነቶም ህዝቢ ሓሙሽተ እንጌራን ክልተ ዓሳን ኣበርኪቱ ምስ መገቦም ብዙሓት ሰባት ተኸቲሎም እዮም ሓቀይ ካብኡ ግን ስጋይ ዘይበልዐ ደመይ ዘይሰተየ ናይ ዘላለም ህይወት የብሉን ምሰሎም ወይለይ ወይለይ ከቢዳ እዩ እዚ ጉዳይ ንዑ እንተበልዐ ብልዕናዮ ደኣ ኣብ በርኪቱ ኣበርኪቱ ኣበርኪቱ መን ክብግበና ኢሎም ብዙሓት ተመሊሶም ገዲፎሞ ነቶም ሃዋርያት መፅኡ ንስኻትኩም ከ ምስኣቶም ዶ ክትከዱ ትደልዩ ኢኹም ኢሉ ሓይትዎም እግዚኦ እምሃበ መኑን ሃወር ጴጥሮስ እኳ እዩ ጎይታ ናበይ እሞ ክንከይድ ኢና ንስኻ ናይ ዘለኣለም ህይወት ቃል ኣለካ ናበይ ክንከይድ ኢና ኢልዎ ቀፂሉ ሽ እንታይ ኢልዎ ጴጥሮስ ወንህነሰ ኣመነ ወኣእመርነ ከመ ኣንተ ውእቱ ክርስቶስ ወልዱ ለእግዚኣብሔር ህያው ንሕናሲ ንስኻ ክርስቶስ ወዲ ህያው እግዚኣብሔር ከም ዝኾንና ኣሚናን ፈሊጥናን ኣለና። ርኣኻ እቶም ዝኽተልዎ ዝነበሩ ሰባት እሞ ዝገደፍዎ ይፈልጡ'ዮም። እንታይ ይፈልጡ? ክልተ ዓሳን ሓሙሽተ እንጌራን ከም ዘበርክት። ግንከ ኣይኣምኑን እዮም። እንታይ ከም ዝኾነ? እቲ መሲሕ ከም ዝኾነ ይኣምኑን እዮም። ጴጥሮስ ግን ይፈልጥን ይኣምንን እዩ። ስለዚ ርኢኻ ትፈልጥን ትኣምንን እንተ ደኣ ኾንካ ዓሰርተ ሽሕ ገዲፉካ እንተኸደ ንስኻ በይንኻ ክትተርፍ ኢኻ ስለዚ ንእምነትካ ፍልጠት ወስኸሉ እንታይ ጆኻ ቅዱስ ጳውሎስ ኣቢሉ እግዚኣብሔር ኩሉ ሰብ ክድሕንን ናብ ፍልጠት ሓቂ ክበፅሕን እዩ ዝፈቱ እዩ ዝበለ ኩሉ ሰብ ክድሕንን ናብ ፍልጠት ሓቂ ክበፅሕን ኣብ ጢሞቴዎስ ማለት እየ ኣብ ቆላሲስ እንታይ ኢሉ ጸልዩልና ብኹሉ መንፈሳዊ ጥበብን ርድኢትን ፍቓድ ኣምላኽ እንታይ ከም ዝኾነ እትግንዘብሉ ምሉእ ፍልጠት ክወሃበኩም ብዛዕባኹም ካብ ምጽላይ ኣቋሪጽና ኣይንፈልጥን። ርእ ብኹሉ መንፈሳዊ ጥበብን ርድኢትን ፍቃድ ኣምላኽ እንታይ ከም ዝኾነ እትርድዱ እትርድእሉ ምሉእ ፍልጠት ክወሃበኩም ብዛዕባኹም ካብ ምጽላይ ኣቋሪጽና ኣይንፈልጥን። ስለዚ ንእምነትካ ፍልጠት የድልዮ እዩ። ኣማኒ እንተ ደኣ ዀንካ ኣባኻ ጋኒን ኣይሓድርን፣ ኣማኒ እንተ ደኣ ዀንካ ኣባኻ ሰይጣን ኣይሓድርን እዩ። ኣባሪርካዮ ኢኻ፣ የለን ግን ይዋግኣካ እዩ፣ ግን ይበኣሰካ እዩ፣ ግን ኣይገድፈካን እዩ። ብምንታይ ኢኻ? ብሓሳብ። ናብ ሓሳብካ ሕማቕ ሓሳብ እንዳምጽአ ዲያብሎስ ንኣእምሮኻ እዩ ክጻወተሉ ዝደሊ። ዲያብሎስ ንኣእምሮኻ እዩ ድፋዕ ክገብሮ ዝደሊ። ንኣእምሮኻ እንታይ ክገብሮ ደሊ ድፋዕ ስለዚ ሓሳባዊ ዓለምካ ብደንቢ ክትጥንቀቕ ኣለካ ኣእምሮኻ ክልወጥ ኣለዎ ብናይ ጸጋ ቃል ክልወጥ ኣለዎ ነቲ ሰናይን ባህ ዘብልን ፍጹም ዝኾነ ፈቓድ ኣምላኽ እንታይ ከም ዝኾነ መርሚርኩም ክትፈልጡ ኣእምሮኹም ብምሕዳስ ተለወጡ እምበር ነዚ ዓለም እዚ ኣይትምስሉ ስለዚ ንሰይጣን እትስዕሮ እተሸንፎ ኣእምሮኻ ብናይ ጸጋ ቃል ክልወጥ ኣለዎ። ኣእምሮኻ ብናይ ጸጋ ቃል ክልወጥ ኣለዎ። ክስሉሰ እምበር ኣእምሮኻ ብናይ ጸጋ ቃል ክልወጥ ኣለዎ። ኣእምሮኻ ብናይ ጸጋ ቃል ክልወጥ ኣለዎ። ብሩኽ ሓወይ ስለዚ ንስኻ ብጎይታ ብኢየሱስ ክርስቶስ ዝኣምን ጸሊ ግን ኣመስግን ግን ከየቋረጽኩም ጸልዩ ኢሉ ከየቋረጽና ከነመስግን እዩ ኣምላኽ ኣዚዙና፣ ጳውሎስ ኣዚዙና። መስቀል እንዳረኣኻ ኣመስግን። ንስኻ ደኣልካ በጋንንቲ ተፈራሓይ እምበር ንስኻ ነጋንንቲ እትፈራሕ ኣይትኹን። ፕራይዝ ጋድ እግዚኣብሔር ኣምላኽ ይመስገን። ክብሪ ንኣምላኽና ይኹን ነው። ጸጋን ሰላምን ናይ ጎይታና ኢየሱስ ክርስቶስ ምስ መንፈስካ ይኹን። ሰላም